ሰላም ክቡራት ተኻተልቲ ናይ ሎማዓልቲ ኣርእስትና እዚ ኣብ ካናዳ ኣሜሪካ ከምኡ ውን ኣብ መብዛሕተን ምዕራባውያን ሃገራት ዝካየድ ዘሎ ናይ LSSC ዝብል ናይ ላይትኒንግ ሼርድ ስኩተር ካምፓኒ እዚ ካምፓኒ እዚ ስካም ምዃኑ ብዙሓት ኤርትራውያን ከዓ ኣብዚ ካምፓኒ እዚ ኢንቨስት ገብሩ ከም ዘለኹምን እዚ ኢንቨስትመንት ከዓ ብዙሕ ክሰራታት የምፅእ ከም ዘሎን ካብ ሕጂ ንንየው ጠቅላላ እዚ ናይ ስኩተር ካምፓኒ እዩ ዝበሃል እዚ ስካም ስለ ዝኾነ ተጠንቅቑ ብሕጽር ዝበለ ኣዝየ ከንውሕድ የለ ነዚ ቪድዮ መግለጺ ክበኩም እየ ግን እዛ ሓጻር ቪድዮ እንድሕዳ ትሪእዋ ኣለኹም ዋላ ስኪፕ ከይገበርኩም ከለኹም ፕሊስ እዚ ናይ ስኩተር ካምፓኒ ዝበሃል ዘሎ ስካም እዩ ሕጂ ብመጀመርታ እዚ ዓይነት ቢዝነስ ኣበናይ ህዝቢ ይከያተልኩም ኣብ መብዛሕትኦም ኣፍሪቃውያን ዓብ ካምፓኒ ዩ ግን ብሰበሰብ ከምዚ ሎ ቢዝነስ ፓሲቭ ኢንካም ዝበሃል እዩ ሽሙ ልክዕ lssc እንታይ ማለት እዩ ላይትኒንግ ሸርድ ስኩተር ካምፓኒ እጂ ልጂትመት ወይ ድማ ብደገ ክትሪኦ ከለካ ብደገ ማለት መግለፂ ዝብዎ ጥዑይ ካምፓኒ ዝመስል ክሳብ ዝቐረባ እዋን ከዓ ብዙሕ ሰብ ኣብቲ ካምፓኒ ገንዘብ ይቐምጡ እሞ ፓሲቭ ኢንካም ማለት እዩ ደቂስካ ከለካስ ገንዘብ ይሰርሓልካ እቲ ኣይድያ እንታይ ነይሩ ሰባት በቲ ናቶም ካምፓኒ ገይሮም ስኩተር እዘን ስኩተር ንኣሽቱ ብሽክለታ ዝመስላ ምሻ ኣለዋ ሬንት ይገብር ወይ ይካረ ወይ ይገዝእ ሕጂ በቲ ካምፓኒ ይገዝእ እንተሎ ንስኻ ከም ኢንቨስተር ምዃንካ ንበል ኣርባዕተ ሽሕ ድዩ ሓሙሽተ ሽሕ ድዩ ሸውዓተ ሽሕ ድዩ ዓሰርተ ሽሕ ድዩ ኣቐሚጥካ ተለኻ በቲ ቀሚጥካዮ ዘለኻ ገንዘብ ንስኻ ወርሓዊ ተቖራፂ ገንዘብ ኣለካ ካልኣይ ከዓ እሶም እንታይ እዮም ድብሉኻ ስኩተር ንሸይጥ ኣለና ወይ ነካር ኣለና እዮም ድብሉኻ ንስኻ ሽዑ ተቖራፂ ወርሒ ድመፀካ ገንዘብ ኣሎ መዓልታዊ ድዩ መዓልታዊ ተኣኪቡ ድዩ ዝመፀካ ገንዘብ ኣሎ ቀንዱ ከዓ ሰብ ተምፂኻ ከዓ እንደገና ተወሳኺ ድቑረፀካ ገንዘብ ኣሎ ንዓኻ ድመፀካ ኣሎ ተረዲእካኒ ሕጂ ፀገም እንታይ ኮይኑ ዘሎ ዝበዝሐ ሰብ ኣብዚ ካምፓኒ እዚ ኢንቨስት ጌርና ኢሉ ብዙሕ ገንዘብ እዩ ደቐምጥ እንተኾነ ነዚ ካምፓኒ ኣብ ኣሜሪካ ማለት እዩ ብዙሕ ኢንቨስቲጌሽን ምስ ገበርዎ ሓደ ስኩተር ዝበሃል ኣይነበሮምን ድሸጥ ወይ ዝካረ ስኩተርስ ኣይነበሮምን ዝገርም ከዓ ክሳብ ሕጂ ገለገለ ሰባት ቅድሚ ሰሙን ገለ ዘውፅኡ ገንዘብ ነይሮም ኖ ከምዚ ሲስተም ተጠቒምና መንገዲ ጌርና ኣውፂና ገንዘብ የለን ኣዝዩ ልጅትመት ዝኾነ መስርዑ ዝሓለወ ቢዝነስ ኣይኮነን ነይሩ እጂ ዝተዓወቱ ሰባት ኣለዉ እትዮም ገንዘብ ዝረኸቡ ሰባት ኣለዉ ኣይረኸቡን ኣይኮንኩ ዝብለኩም ዘለኹ እንተኾነ ግን ዝኾነ ቢዝነስ ተሓታትነት ክህልዎ ከሎ እዩ ከም ቢዝነስ ኦኬ እዚ ተሓታትነት ኣለዎ ካብዚ ገንዘብካ በዚ ተውፅኦ ገለ ክትብል ትኽእል እዚ ሓደ ዳውንሎድ ክትገብሩ ከለካ ከማን ምስ ረኣኽዎ ቀጥታ ካብ ካብ ፕሌይ ስቶር ኣይኮንካ ዳውንሎድ ትገብሮ ብካልእ ዶሜይን ኢኻ ተውርዶ ብካልእ ዶሜይን ኢኻ ተውርዶ ተረዲእኩምኒ ኣብ ፕሌይ ስቶር ፌክ ኣፕ ኣፕ የለን ማለት ኣይኮነን ግን ሓደ ካብቲ ከምቲ ናይ ቢዝነስ ኣፕ ምኳኑ ከምዚ ኡበር ራይድ ስኩተር ላይም ኣብዚ ዓዲ ዘሎ ማለት ሕጂ እዚ ናይ ስኩተር ማለት ሰም ቢዝነሳት እየን ኣነ ዝበለ ተሓታትነት ዘለዎን ብዙሕ ሰብ ከዓ ኢንቨስት ይገብር እዩ እዚ ናይ ኤልኤስኤስሲ ዝበሃል ግን ፖንዚ ስኪም ዝብልዎ ሰብ ተምፅእ ፒራሚድ ማለት እዩ ኣብ ላዕሊ ሓደ ሰብ ኣሎ ክልተ ሰብ ተምፅእ ናቶም ገንዘብ ትቕበል እንደገና ንዓኻ ትቆራፂ ይመፀካ እንታሕቲ እናቆልቀለ ይድኸይ ንስኻ ኣብ ላዕሊ ኣለኻ ብትሕሪኦም ክልተ ሰባት ተምፂኻ ናይ ክልቲኦም ትቆራፂ ኣለካ ንዓኻ ወርሓዊ ድመፀካ ኣሎ ኣብ መጨረሻ ግን እዚ ቢዝነስ ፕላን ወይ እዚ መደብ እዚ እንታይ ብልካ ገለገለ ሰባት ናብ ቢትኮይን ወይ ድማ ኮይን ቤስ ይቕይርዎ ኣለዎ ጃስ እቲ ካብ ስኩተርስ ናብ ካልእ እስታይ ይቕይርዎ ኣለዎ ይብልካ ዋላ ዋላ እውን ሕጂ እንታይ ድዩ መግለፂኡ እውን ክርድእካ ተዘይክእሉ ዝኾነ ቢዝነስ ጠቕላላ ክርድእካ ተዘይክእሉ ደይ ምእታው ቁርብሲ ቁርብሲ እዚ ኣለና እዚ ይሽየጥ እዚ መትሓዚ ክትብሎ ትኽእል ኣለካ እቲ ፕሮብለም ኣብዚ ቢዝነስ እንታይ ኮይኑ ኮምፕሊትሊ ክርድአካ እውን ኣይክእልን እዩ ሕጂ ሓደ ካብቲ ኣጸጋሚ ነገር እንታይ እዩ ፓብሊክ ዝወፀ እዚ ካምፓኒ እዚ ኣበይ እዩ ቤስ ቴልካዮም ኣበይ እዩ ቦትኡ እዚ ቦታስ ኣበይ መደኮኒ እዩ ቴልካዮም ሆንግ ኮንግ ይብልካ ኤልኤልሲ ኣብ ሆንግ ኮንግ ይርከብ። ሆንግ ኮንግ ኮርፖሬሽንስ ወይ ድማ ኣብ ዩናይትድ ስቴትስ ኤምኤስ ላይሰንስ ይብሉካ ግን ሬጉሌተርስ ኣለዉ ድቋፃፀሩ ነዚ ቢዝነስ ኣበይ ቦትኡ ብልክዕ ከረጋግፁ ኣይከኣሉን እቲ ቦትኦምሲ መን እዮም እቶም ሄድኮርተር ዛበይ ብልክዕ እዚ ክብሉካ ኣይክእሉን እዮም ምክንያቱ ተረጋገፀ ኣይኮነን ኩሉ ዕበጦ ዕበጦ ብዙሕ ሕብእባእ ብዙሕ ፀጋማይ ጫማ ዝሓዘ ቅዲ ዝሓዘ ቢዝነስ እዩ ሕጂ ኣብ ካናዳ እዚ ክዛረበኩም ከለኹ ካናድያን ፕሮቪንሳት ከም በዓል ብሪቲሽ ኮሎምቢያ፣ ኣልበርታ፣ ኒው ብራንዝዊክ ከምኡውን ኣብ ኣሜሪካ ዩኤስ ስቴት ሬጉሌተርስ ዘውጽዎ ሓበሬታ ኣሎ። እዚ LSSC ዝብልሲ ልክዕ ናይ ፖንዚ ወይ ድማ ፒራሚድ ስኪም ባህርያት ስለ ዘለዎ ተጠንቀቑ ወይ ተሓረሙ ኣብዚ ቢዝነስ ኣይትእተዉ። ኢሎምሲ መጠንቀቕታ የውፅኡ ኣለዉ ተርዲኩምኒ ስቕልካ ኣይኮነን ንኣብነት ኢላ ሕጂ ኣብ ኢንተርነት ኣትየ እጂ ገለ ካብቲ ኣነ ዝውከሶ ሬዲት ኣሎ ሬዲት ናይ ሰብ ርእቶ ኢኻ ትሰምዕ እጂ ሬዲት ዝኾነ ሰብ እዩ ርእቱ ዝፅሕፍ ግን እንታይ ይብሉ ኣለዉ ሰባት ንምፍላጥ ኣብ ሬዲት ኣቶ ትኽእል ኢኻ እንታይ ይብሉ ኣብኡ ገለገለ ሰባት ገንዘቦም ከውፅኡ ምስ ኣተዉ ወይ ገንዘቦም ከእትዉ ኢሎም ዊዝድሮ ክገብሩ ምስ ታይም ዝገበሉ ፍሪዝ ገይሩ ነቂፁ በቃ የለን እቲ ገንዘብ ሲ ምውፃእ ኣብዎም ደስኪሉ እቲ ገንዘብ ጠላላ ከውፅኦ ከም ደይክእሉ እቲ ሲስተም ምኽፋት ኣብዎም ተዓፅዩ ዳስኤት ተወዲኡ ማለት እዩ ንድሕዳ ገንዘብካ ተውፅ ደይክእልካ ገንዘብካ ክትቋፀር ተዘይክእልካ ተሓታትነት ዝገበልካ ሰብ ከዓ የለን ስለዚ እዚ ገንዘብ እዚ ሓሪሩ ማለት እዩ እዚ ቀንዲ ጸገም ካብ መዓስ ጀሚሩ ትልኩም ዕለት 11 ወርሒ 7 2025 ማለት እዩ ኣብ ዝሓለፈ ቅድሚ ክልተ ቅነ ማለት እዩ ዳስ ዋይ ካብኡ ጀሚሩ ኣነ ብዙሕ ድወለል ነሩ ብዙሕ ሰባት ይሓፍቱ ነሮም ቤን ብዛዕባ እዚ ብዛዕባ እዚ ስኩተር እንታይ ሰሚዕካ እንታይ ኣሎ እብሉኒ ነሮም ኣጋጣሚ ኮይኑ ኣነ ኢንቨስቲ ገበርኩን ግን ፈሊጠ ነይረ ይካየድ ከም ደሎ ከምዚ ዓይነት ቢዝነስ ኣሎ ብዙሓት ሰባት እየ ድፈልጥ ኣብ ኤድመንተን ካልገሪ ብፍላይ ኣብዚ ካናዳ ብዙሕ ሰብ ሰ ደዕልናነ ከምዚ ኣሎ ሰሚዕካ ዶ ያ ፕሮፊተብል ዝኾነ መክሰብ ደለዎ ቢዝነስ እዩ ገሌሎም ነይሮም ከመይ እዩ ሕጂ እቲ ዌብሳይት እውን ኣነ ወሲደስ ርእዮ ነረ ኣብ ዩቲብ ኣትየ ርእዮ ነረ እንታይ እንታይ ገብሩ ገለ ሕጂ ኣነ ብተፈጥሮይ ኣብ ድፈልጦ ዓይነት ቢዝነስ ምእታው ሰድፈቱ ኣብቲ ናይ መኪና ቢዝነስ ዘለኹ ሓይለይ ኣብኡ እዩ ኣብቲ ናይ መካይን እየ ዝደፍእ ብብዝሒ ብጣዕሚ ምስቲ መካይን ዝተኣሳሰረ ነገር ጠያ እቲ ዝርዳእኒ ኢኻ እዛ ሓቂ ትሓይሽ ግድን ከም ኣይኮነ ማለት ኣይኮነ ግን ቁርብሲ ክርዳእኒ ኣለዎ እንታይ እዩ ብኸመይ ይኣቱ ቁርብከ ቁርብሲ ክርዳእኒ ኣለዎ ግሉፅነትካ ክህልዎ ኣለዎ ባህላ ያና ዝኾነ ቢዝነስ ዕበጥ ዕበጦ ተኮይኑ ክርዳእካ ተዘይክኢሉ ጽባሕ ንግሆ ክትምልሶ ኣይትኽእልን ኣብ ዝኾነ ዕለት 11 ወርሒ 7 2025 እታ ካምፓኒ እዚ ኤልኤስኤስሲ ኤልኤስኤስሲ ዝብል ጠቕላላ ፕሮፊት ወይ ድማ መክሰብ ወይ ድማ ሪፋንድ ንሰብሲ ገንዘብ ኣብዮም ሪፋንድ እውን ኣብዮም ዘሪዝኖ ስኩተርስ ዝብል ከዓ ኣውፅኦም ጠቕላላ ሰብ ብዙሕ ሰብሲ ክሽገር ጀሚሩ ማለት እዩ ብቐንዱ ኣብ ምንታይ ካትሪኦ ሕጂ ኣብቲ ኣፍሪቃዊ ሕብረተሰብ ኣፍሪቃዊ ኮሚኒቲ ዝበሃል ኣብ ደገ ደሎ ብዙሓት ብዙሓት ናይጀርያውያን ሕጂ ብቐንዱ ናይ ኤርትራውያን ድሓን ንጽናሕ እሞ ብዙሓት ኤርትራውያን ድም ኣብዚ ቢዝነስ ኣትዮም ብዙሓት እዮም ከዓ ከሲሮም ብዙሓት እዮም ከዓ ዝረብሑ ኣለዉ ሕጂ ቀዲሙ ዝኣተወ ረቢሑ ድወፀ ኣሎ ግን ሓንሳእ ክትረብሕ ተጀሚርካ ኦ እዚ ቢዝነስ እዚ የርብሕ ኢልካ መሊስካ ኢንቨስት ትገብር እሞ መሊስካ ኢንቨስት ትገብር መጨረሽኡ ዓብ ክሳራ መፅእ ገለገለ ሰባት ብዙሕ ገንዘቦም ደእትዉ ኣለዉ በቃ እዚ ደኣ እሞ ትብላዕ እያ ካናዳ ረኺበያ ኣለኹ እታ ምስጢር ምስጢር ኣይኮነን እዚ ሓደገኛ ዝኾነ ናይ ኢንቨስትመንት ክትገልጾ እንደይ ትኽእል እዩ እዚ ናይ ስኩተር ኣብ ኦንላይን ኣብ ዩዘር ኦን ቢቢኤምስ ስካም ትራከር ዝበሃሉ ኣለዉ እሳቶም ከዓ ነዚ ኤልኤስኤስ እንታይ ኢሎሞ ዲሰፕቲቭ መደናገሪ ዝኾነ ዌብሳይት እዩ መደናገሪ ዝኾነ ናይ ቢዝነስ ክብሉ እዮም ገሊፆሞ ብሓፈሻ ብዙሓት ኤርትራ ናብዚ ቢዝነስ ዝኣተኹም ኣለኹም ጌና ከዓ ኢንቨስት ክትገብሩ ትምድቡ ሰባት ኣለኹም ፕሊስ ጠጠው ኣብልዎ ፕሊስ ጠጠው ኣብልዎ ስቕልኩም ኣይተእትዉ ገንዘብኩም ዳን ክምለሰሉ ዘይከኣል ቢዝነስ እዚ ቢዝነስ ከማን ኣይኮነን ስካም ጥራይ እዚ ናይ ምድንጋር ቢዝነስ እዩ ገለ ሰባት እንዳፈለጥኩም ዳኣተኹም ኣለኹም ገለ ሰባት ግን ደይፈለጥኩም ብጌጋ ዳኣተኹም ኣለኹም ፕሊስ ተጠንቅቑ ኣይትእተዉ ኣቋርፅዎ ሕጂ ንኣብነት ግን ገለገለ ሰባት ደኣተኹም ኣብዚ ቢዝነስ ተለኹም ግን ምናልባት ዝኾነ ዓይነት ፍታሕ ክመፅእ ስለ ዝኽእል ገለገለ ስክሪንሾት ሕዙ ፅባሕ ንጎ ተሓታትነት ዝህልዎ ኣካል እንተ ተረኪቡ ንስኻትኩም እቲ ናትኩም ስክሪንሾት ሒዝኩም ክትሓቱ ትኽእሉ ኢኹም ካልኣይ ናብ ኬኔድያን ኣንቲ ፍሮድ ሰንተር ዝበሃል ኣሎ ከምኡ እውን ኣብ ኣሜሪካ እውን ናቱ ኣንቲ ፍሮድ ሰንተር ኣሎ ኣብ ዓድኹም ክትሪእዎ ትኽእሉ ኢኹም ናብኡ ሪፖርት ክትገብሩ ትኽእሉ ኢኹም ኣነ ከምዚ ቢዝነስ ኣትየ ክትብሉ ትኽእሉ ኢኹም ግን ሳዕቤን ከጋጥመኩም ስለ ዝኽእል ቁሩብ ሓንሳብ ተጸበዩ ረኣዩ ኩነታት ማቱ ንዓኹም ኣብ ዝኾነ ሪክሩት ጌርኩም ተነርኩም ንዓኹም ሳዕቤን ክመጽእኩም ስለ ዝኽእል ሓደ መብዛሕትኩም ደይፈለጥኩም ኢኹም እየ ድብል ኣነ እንዳፈለጥካ ኣይትኣቱን ኢኻ እንዳፈለጥካ ኣይትጋገን ኢኻ ግን ካብ ሕጂ ንኔው ግን ዝኾነ ሰብ ክኣቱ መደብ ተለዎ ፕሊስ ኣቋርጽዎ ዝኣተኹም ተለኹም ከኣ ብጣዕሚ ሓደገኛ ስለ ዝኾነ ብዝተኻእለኩም ከተውጽዎ ተኽኢልኩም ትገንዘብኩም ኣውጽዎ እዚ ኢንቨስትመንት እዚ ስካም እዩ ወላ ሓንቲ ድብላዕ ገንዘብ ደይብሉ ሓደገኛ ዝኾነ ኢንቨስትመንት እዩ በዚ ጋጣሚ እዚ ሕጂ ገለገለ ሰባት ርእቶ ክህልወኩም እዩ እዚ ብዛዕባ እዚ ስካም እዚ ነንሕድሕድና እውን ሓሳባትና ክንገልጽ ንኽእል ኢና ገለገለ ኣነ እውን ኣብ ሚድያ ሰርች ምስ ገበርኩ ብዙሓት ሰባት ብዛዕባ እዚ ክዛረቡ ሰሚዐ ኣለኹ ብዙሓት ናይ ናይጀርያን ኮሚኒቲ ብዙሓት ናይ ኣፍሪካን ኮሚኒቲ ኣብቲ ኮመንት እውን ከም ዘንበብክዎ ከም ልሙድ ዓይነት ፖንዚ ስኪም ብዙሓት ከምዚ ስኪም እዩ ዝመፅእ ገለገሌና ከፍለጥና ንኣትዎ ግን ፕሊስ ፕሊስ ፕሊስ እዚ ኤልስስ ዝብል እዚ ቪድዮ ትሪእዎ ዘለኹም ክቕርበልኩም እየ ብኸመይ ሰብ ሪክሩት ትገብሩ ነይሮም ክጥንቅቑሉ ከዓ ከም ዘለኩም ማለት እዩ ካብዚ ንንዮው ንዝኾነ ሰብ ተሰሚዕኩም ፕሊስ ካብዚ ቢዝነስ እዚ ርሓቑ ክብለኩም እፈቱ። እዛ ሓጻር ቪድዮ ክቕርበልኩም እየ ብድሕሪኡ መደብና ክንዓጽዎ ኢና። ኣብ ቀጻሊ ክሳብ ንራኸብ እዝ ወደሓንኩም። ናብ ኩሉ መታን ክበጽሕ ፕሊስ ሼር በልዎ። ጌና ደይፈለጠ ስቲል ኣብዚ ቢዝነስ ክኣቱ እኽእል እዩ። ነንሕድሕድኩም ተዘራረቡ። ክንጥንቀቕ ኣለና ህዝቢ ካናዳ ከምኡውን ኣሜሪካ ደለኹም ብርግጽ ኣብዚ ቢዝነስ ዝኣተኹም ኣለኹም ብፍላይ ኤርትራውያን ምክንያቱ ተላጋጋቢ እዩ እቲ ህይወትና ናብራና ተመሳሳሊ ስለዝኾነ ኣብ ዕላል ከምዚ ቢዝነስ ረኺበ ኣለኹ ንዓ እቶ ንዓ እቶ ከምዚ ኣነ ሰሚዐ ኣለኹ መሽሙ ዝፈልጦ ከምዚ ኣትዩ ኣሎ እንዳበልካ ድእቶ ቢዝነስ ስለዝነበረ ጥንቀቑ በሉ ብጌጋ ድኣትኹሞ ኣለኹም ፕሊስ ተጠንቀቑ ከምዚ የጋጥም ከም ደሉካ ፍለጡ ኣብ ቀጻሊ ብካልእ ክሳብ ንራኸብ እዚ ወድሓንኩም